ትርጉሙ ድማ እንሆ፣ ዘሚካኤል ማለት እዩ። ዘሚካኤል ማለት እዩ። ካብ ጽቡቕ ጨና ጽቡቕ ሽም ይበልጽ ንዝብል ቅዱስ ቃል ተረዲኦም ንግብረይ ክርስትና ዝምስክር ስም ኣውጽእሉ። ንቆልዓ ዝኸደላ ናብ ዝግብኦ መንገዲ ኣላመድዎ እሞ ምስ ዓበየ ካብኣ ኣይከልግስንዩ ከም ዝተባህለ፣ ኣቡነ ኣረጋዊ ድማ ብጥበብን ፍርሃትን ኣምላኽ ዓበየ። ኩሉ ትምህርትን ሓድሻትን ቅዱሳን መጻሕፍትን ዝተመሃሩ፣ ብጸጋ መንፈስ ቅዱስ ዝጸንዑ፣ ንግሆን ምሸትን ንቤተ ክርስቲያን ብምምላስ ብመንፈስ ቅዱስ ብመንፈስ ዝዓበዩን ብመንፈስ ወለዶም እንተ ኣሕጸይዎም ቃል ኪዳን ክኣስሩ ኣይደለዩን። ቁሩብ ጽንሕ ኢሎም ሃገሮም ሓዲጎም ናብ ገዳም ኣባ ጳኩሚስ ኣቦ ገዳማውያን መጹ። ኣቦ ኣብነ ጳኩሚስ ምስ ረኣይዎም ካበይ መጺእካ ንስኻ ኣብ ደቂ ነገስታት ኢኻ ትመስል ተጋድሎ ምንኩስና ቀሊል ዶ መሲሉካ ኢሎም ሓተትዎሞ እንሆ ኣቦና ብጹእ ኣብነ ኣረጋዊ ማለት ዘሚካኤል ድማ ናይ ምድሪ መንግስቲ ሓላፊ እዩ ፈትነኒ እሞ ግብረይ ረኤ በልዎም ናይ ምድሪ መንግስቲ እንታይ እዩ ሓላፊ እዩ ፈትነኒ እሞ ግብረይ ከኣ ኣርኣየ በልዎ። ኣባ ጳኩሚስ ድማ ንእግዚኣብሔር ክግዛእ'የ ዝብል ኣቐዲሙ ነፍሱ ንነፍሱ ንሕማምን ጻዕርን ክዳሎ ኣለዎ በልዎ። ምኽንያቱ መጽሓፈ ሲራክ ከምዚ ይብል ምዕራፍ ክልተ ቁጥሪ ሓሙሽተ መጽሓፈ ሲራክ ምዕራፍ ክልተ ቁጥሪ ሓሙሽተ ከምዚ ይብል ወርቂ ብሓው ከም ዝፍተን ጻድቕ ሰብ ከኣ ብሕማምን ጥምየትን እዩ ዝፍተን ከም ዝብል ስለዚ ርእስኻ ባዕልኻ ፈትን በልዎ። እወኒ ጻድቅ ኣብነ ኣረጋዊ ብኹሉ ስነ ምግባር ምስ ተፈተኑ ኣባ ጳኩሚስ ድማ ኣልባሰ ምንኩስና ኣብ መበል ዓሰርተ ኣርባዕተ ዕድሚኦም ከምቲ እግዚኣብሔር ኣስኬማ እንጦንዮስን መቃርስን ዝባርኹ ናትካ ኸኣ ይባርኸልካ ብምባል ኣስኬማ ኣልበስዎም። ስሞም እውን ካብ ስነ ምግባሮም ዝተበገሰ ኣረጋዊ ኢሎም ሰመይዎም። ኣቡነ ኣረጋዊ ዘሚካኤል ተባሂሎም ዝጽውዑ ነይሮም እዮም። ኣብ ንእስነቶም ምንኩስንኦም ኣብ ኩሉ ሃገር ምስ ተሰምዔ ካብ ቍስጥንጥንያ ሮም ኣባ ሊቃኖስ ካብ ቂሳርያ ኣባ ይምኣታ ን ኣባ ይምኣታ ካብ ኣንጾኪያ ሶርያ ኣባ ጽሕማ ካብ ቂልቅያ ድማ ኣባ ጉባ ካብ ኤስያ ኣባ ኣፍቄ ካብ ሮምያ ኣባ ጴንጠሌዎን ቂሳርያ ኣባ ኣሌፍ ናብ ኣብ ጳጳኩሚስን ኣብ ንኣረጋዊን ዘሎ ገዳም ምንኩስና ክቕበሉ መጹ። ከመይ ጌርኩም ከመይ ጌርኩም ትኽእልዎ እንተ በልዎም ከኣ ካብ ቃል እዚ ህጻን እዚ ዓቢ መምህር ኮይኑና ኣሎ ብጸሎትካ ውን ክንክእሎ ኢና ልክዕ ከምቲ መልእኽቲ ያእቆብ ዕራፍ ሓሙሽተ ዓሰርተ ሽዱሽተ ጸሎትጻድቕ ብግብራ ብዙሕ ተስልጥ እያ ኢሉ ዝተዛረቦ ንዑ ብምድጋም ክንክእሎ ኢና ብምባል ፍቓድ ብምሕታት ኣልባሰ ምንኩስና ለበሱ። ተባረኹ! ዜና ኣቡነ ኣረጋዊ ኣብ ኩሉ ምስ ተሰምዐ ድማ ኣዲኦም ቅድስቲ ኣድና ኤድና መጸት እሞ ኣዲኻ መጺኣ ኣላ ክትሪኣ ትደሊ ኣላ በልዎም። ጎይታ ዝበሎ ዶ ኣይሰምዕዎን ዶ ኣይሰማዕኹምን ኢኹም ከኣ በሎም። ማቴዎስ ዓሰርተ ክልተ ካብ ኣርብዓን ሸሞንተን ክሳብ ሓምሳ። ኣዴኻን ኣሕዋትካን ይደልዩኻ ኣለዉ እንተ በልዎ ጐይታ፣ በዓል መን እዮም ኣሕዋተይ? መን'ያ ከብደይ? ብዘይካ'ቲ ፍቓድ እግዚኣብሔር ዝገብር እንተ ዘይኮይኑ ክብል ከም ዝመለሰ ኢሎም መለሱሎም። ናይ ኣዲኦም ኣመጻጽኣ ግን እንሆ ሰብ ብስግኡ ረቢሑሲ ብነፍሱ እንተ ኣጥፈኤ እንተ ጐደኤ እንታይ ይጠቕሞ ንዝብል ናይ ጐይታ ኣስተምህሮ ኣብ ልባ ተሸኪማ ኣሰር ወዳ ክትስዕብ ከም ዝመጸት ን እቲ መልእኽቲ ምስ ነገርዎም ከይዶም ረኸብዋ ኣብኡ ድማ ተማሂራ ተማሂራ መንኮሰት ይብል። ጻድቃና ኣረጋዊ ብጾምን ብምምሃር ጸኒዖም ግርማ ለይትን ጸባ ኣጋንንትን ምስ ተዓገሱ ን ከምዚ ኢሎም ኣብ ዝነበርሉ ግዜ ምስ ክልተ ተማሃሮኦም ለና ጻድቃና ኣረጋዊ ምስ ክልተ ተማሃሮኦም ቅዱስ ሚካኤል መሪሕዎም ቅዱስ ሚካኤል መሪሕዎም ንጉስን ጳጳስን ኣብ ዘለዉሉ ሃገር ኣክሱም መጹ። ኩሉ ስርዓታትን ባህልን ምስ ረኣይዎም ቀልጢፎም ንሃገሮም ብምምላስ ንኣሕዋቶም ኣዘንተውሎም። ኣሕዋቶም ነዚ ምስ ሰምዑ ተሓጉሾም ንሕናውን ንኺድ ናብዛ ሃገር እዚኣ ብምባል ምስ ኩሉ ኣቑሑቶምን ታቦቶምን ምስ ካህናትን ንዋየ ቅዱሳትን ህዝብን ኣቡነ ኣረጋዊ እናመርሕዎም ኣብ ዘበነ መንግስቲ ኣልኣሚዳ ብባሕሪ ኤርትራ ገይሮም ገዳም ደብረ ሲና ኣቢሎም ሃገረ ኣክሱም በጽሑ። እዚኣቶም ኣብ ስእሊ ስሞምን ንሆ ኩሉ ግዜ ተስኣቱ ቅዱሳን ተባሂሎም ዝጥቀሱ ተስኣቱ ቅዱሳን ሓቢሮም ምስኦም መጹ። ኣብ ኖእ ከጠን ዝበሃል ቦታ ከኣ ብጾምን ጸሎትን ተጸሚዶም ብሓባር ይነብሩ ነበሩ። እንሆ ንሳቶም ንዝረገጽዋ ከምዚ ኢሎም ሓሰቡ፣ ንሳቶም ዝረገጽዋ ምድሪ ተቐደሰት፣ ድሕርዚ ንዑ ንፈላለ እምበር ከምዚ ኢልናሲ ዓድና ዘለና ኮይኑ ይስምዓና ኣሎ እናተባሃሉ እናበኸዩ እግዚኣብሔር ናብ ዝመርሖም ቦታ ከዱ። ኣቡነ ኣረጋዊ ኣብ እገላ ዝተባህለት ቦታ መፁ። ኣቡነ ኣረጋዊ ሕሙማት እናፈወሱ፣ ለምጻማት እናንጽሁ፣ ኣጋንንት እናውፅኡ፣ ምዉታን እናተንስኡ በዚ ከምዚ ዝተፈላለየ ፈውሲ ጸጋ እናበርከቱ ድሕሪ ምንባር ኣብ እንሆ ምስጋግ ዝተባህለ ቦታ ኮይኖም ንደብረ ዳሞ ኣማዕድዮም ረኣይዋ። ኣብ እግርታ ደብሪ ጸኒ በጺሖም ዘርዋ እሞ መደየቢ ሰኣኑላ። እዚኣ እያ ክፍለይ ግና እዚኣ እያ ክፍለይ ግና በየን ክድይብ'የ ኸኣ በሉ። ከምዚ ኢሎም እናተጨነቑ ከለዉ ሊቀ መላእኽቲ ቅዱስ ሚካኤል መጺኡ እንታይ እዩ ሽግርካ በሎም። ጻድቃና ኣርጋውካ ኣነ ምእንቲ ሓጢኣተይ ናብ ኣምላኸይ ክልምን ናብ ላዕሊ ክድይብ ደልየ ኣለኹ በልዎ እሞ ቅዱስ ሚካል ድማ ዎ ገብረ ኣምላኽ ናይ ምድሪ መንግስቲ መናኒ ካብ ሃብቲ ድኽነት ዝሓረኻ ካብ ሃብቲ ድኽነት ዝሓረኻ ኣብ ክንዲ መንግስቲ ምድሪ ዝመነንካ መንግስተ ሰማይ ተዳልያልካ ኣሎ ግና ቁርብ ክሳብ ሓጋዚ ዝሰደልካ ተዓገስ በሎም ቀልጢፎም ክድይቡ ሓሰቡ ሓሲቦም ስለ ዝነበሩ ግና ሓዘኑ። በዚ ነገር'ዚ ክበኽዩ ከለዉ ቅዱስ ሚካኤል እቲ ኩሉ ግዜ ከም ኣቦ ዝናዝዞም መጺኡ ኣይትፍራህ ስልጣን ተዋሂቡካ ኣሎ ቁሩብ ኣዕርፍ በሎም። ኣብዛ በዓቲ እዚኣ እግዚኣብሔር ነሆ ቁመቱ ስሳ እመት ዝኾነ ዓቢይ ተመን፣ ኣብ ክንዲ ገመድ ክፍነወልካ እዩ'ሞ ከደይበካ እዩ በሎም። ክልተ ሱባኤ ብጾምን ጸሎትን ምስ ጸንሑ ከኣ ጻድቃብና ኣረጋዊ ኣብ ሰዓት ሰለስተ ናይ መዓልቲ እቲ ተመን መጾም። ጭራኻ ናብዚ በልዎ። እቲ ተመን ከኣ ብቋንቋ ደቂ ሰባት እንታይ ርኢኹም ኢኹም ናብዛ ደብሪ ጎቦ ክትድይቡ ትደልዩ ዘለኹም በሎም። ዝብላዕ፣ ዝስተ ወይ እትጽልይሉ ኦም እተጽልልሉ ኦም የልቦን፣ ብዘይካ ኣዕዋፍ በሎም። ብዘይካ የዕዋፍሲ እተጽልልሉ ኦም ይኹን ዝብላዕ ዝስተ ወላ ሓንቲ ነገር የለን በሎም። ኣቡነ ኣረጋዊ ግን ከምቲ ኣእላፍ ወርቅን ብሩርንሲ ካብ ኣእላፍ ወርቅን ብሩርንሲ ሕጊ ኣፍካ ይሕሸኒ ዝተባህለ ኣብ መዝሙር ዳዊት ሚእትን ዓሰርተ ትሽዓተን ፍቕሪ ሰብዓን ክልተን ዘሎ ነቲ ተመን ነቲ ገበል እቲ ዝተኣዘዘካ ግበር እግዚኣብሔር ካብ ድላየ ኣይከልኣንን እዩ በልዎ። ጭርኡ ድማ ሰደደሎም። ቅዱስ ሚካኤል ከኣ ምእንቲ ከየፍርሓካ ኢሉ፣ ምእንቲ ከየፍርሖም ኢሉ ብሸነኽ የማን ነበረ፣ ብሸነኽ የማን ነበረ። ኣቡነ ኣረጋዊ ዝባን እታ ደብሪ ምስ በጽሑ ገጾም ብትምህርተ መስቀል ኣማዕቲቦም ሰለስተ ግዜ ብምስጋድ እንሆ ሃሌ ሉያ ለኣብ፣ ሃሌ ሉያ ለወልድ፣ ሃሌ ሉያ ለመንፈስ ቅዱስ በሉ። ማለት ምስጋና ንኣብ፣ ምስጋና ንወልድ፣ ምስጋና ንመንፈስ ቅዱስ በሉ። በዚ ከዓ እዩ ደብረ ሃሌ ሉያ ዝተባህለ። ደብረ ሃሌ ሉያ ዝተባህለት በዚኣ። ኣቡነ ኣረጋዊ ዝደየብሉ ብዓሰርተ ክልተ ጥቅምቲ ብበዓል ቅዱስ ሚካኤል እዩ። ኣቡነ ኣረጋዊ ኣብ ታሕቲ ከለዉ ምሉእ ሕብስቲ ዝወድኡ ዝነበሩ ኣብ ላዕሊ ምስ ወጹ ፍርቂ ሕብስቲ ጥራይ በሊዖም ጸገቡ እሞ በመሳል እታ ወርቂ በመሳል እታ ፍርቂ ብተምሳል እታ ፍርቂ ማለት እዩ ሕብስቲ ኣብ ኦም ኣብ ኦም ቀሪጾም ክሳብ ሕጂ ትምህርቲ ትርከብ ናይ ልሓቂ ኣብ ኦም ቀሪጾማ ማለት እዩ ክሳብ ሕጂ ንትምህርቲ ትርከብ ኣላ ማለት እዩ ንደሓር ኣቡነ ኣረጋዊ ኅብስቲ ምድራዊ ዘይኮነ ካብ ሰማይ ዝወረደ ኅብስቲ እናተመገቡ ብዙሓት ኣመንትን መነኮሳትን ኣፍረዩ። ክሳብ ሽዱሽተ ሚእቲ መነኮሳት ከም ዝነበርዎም ይዝንቶ። ጻድቅ ኣቡነ ኣረጋዊ ክሳብ ሽዱሽተ መነኮሳት ከም ዝነበርዎም ሽዱሽተ ሚእቲ ክሳብ ሽዱሽተ ሚእቲ። ድሕሪ ብዙሕ ጸሎትን ተጋድሎን ድማ እታ ጻድቃን ኣረጋዊ ጎይታናን ኣምላኽናን መድሓኒናን የሱስ ክርስቶስ ኣብ ፍርቂ ለይቲ ተራኣዮም እሞ ከምዚ በሎም ጸሎትካ ሰሚዐዮ ኣለኹ ካብዚ ከፍልሰካ ከግዕዘካ ካብ ድካም ናብ ዕረፍቲ ካብ ሓዘን ናብ ሓጎስ ካብ ሓሳር ናብ ክብሪ ከእትወካ እየ ነዚ ሓላፊ ዓለም መኒንካ ኢኻ እሞ ዘይሓልፍ መንግስቲ ከውርሰካ እየ ዓይኒ ዘይረኣየቶ፣ እዝኒ ዘይሰመዓቶ፣ ከምኡውን ኣብክን ኣብ ክንዲ ሃገርካን ዝመነንካ፣ ኢየሩሳሌም ሰማያዊት ከውርሰካ እየ፣ ቤትካ ስለ ዝመነንካ፣ ዘይሓልፍ ኣብያት ከውርሰካ እየ፣ ቤት ከውርሰካ እየ፣ በሎ። ቅዱስ ጳውሎስ ዝተዛረቦ ተስፋ ኣቦና ገና ብህይወት እንከለዉ ተነግሮም። ኣምላክ ነቶም ዝኣምንዎ ዓይኒ ዘይረኣየቶ እዝኒ ውን ዘይሰመዓቶ ልቢ ዘይሓሰቦ ኣዳልዩሎም ኣሎ ዝተብሃለ ቃል ማለት እዩ ዝኽርኻ ዝዘከረ ብጸሎትካ ዝተማሕጸነ መጽሓፍ ገድልኻ ብእምነት ዝጽሓፈን ዝተርጎመን ኣነ ኣብ መጽሓፍ ህይወት ስሙ ከጽሕፎ እየ ብስምካ ጥሙይ ዘጽገበ ንጽሙእ ዘስተየ ቤተ ክርስቲያን ዝሃነጸ ከጽግቦ ኣብያተ ብርሃን ከውርሰ ዝብል ቃል ኪዳን ምስ ሕሩየይ ኪዳን ኣተኹ ዝብል ቃል ተዋህቦም። መዝሙር ሰማንያን ትሽዓተን ፍቕዲ ኣርባዕተ መዝሙር ዳዊት ሰማንያን ትሽዓተን ፍቕዲ ኣርባዕተ እዚ ከም ተባህለ ምስ ኣቦና ኣቡነ ኣረጋውን ነዚ ቃል ኣምላኽ እዚ ኣተወሎም። ኣብነ ኣረጋዊ ንኹሎም ኣርድእቶም ጸዊዖም እግዚኣብሔር ቃል ኪዳን ከም ዝኣተወሎም ዝኽሮም ስሞም ንውሉድ ወለዶ ክሳብ ሕልፈት ዓለም ከም ዝጸንሕ ድሕሪ ሕጂ ብስጋ እዚ ነጊሮም ንደቀ መዛሙርቶም ድሕሪ ሕጂ ብስጋ ኣይክትርእዮንን ኢኹም በልዎም። እዚ ብምባል ብዙሕ ናይ ምጽንናዕ ቃላት ብምሃብ ንማትያስ ገድፈልኩም ኣለኹ ኢሎም ናብ በዓቶም ድሕሪ ምምላስ ናብ ንቡር ጸሎቶም ምጽላይ ኣድሃቡ። ማትያስ ንግሆ ምስ ረኣዮም፣ ሰዓት ትሽዓተ ረፍዲ ምልስ እንተ በለ፣ ብዘይካ መስቀሎምን መቖሚኦምን ካልእ ኣይረኸቡን። እግዚኣብሄር ሰዊርዎም እዩ። ከም ሄኖክ መሪጽዎም፣ ከም ኤልያስ ብኽብሪ ብሰረገላ ፈረስ ናብ ሰማይ ሰዊርዎም፣ ከም ዮሃንስ ኣነ ክሳዕ ዝመጽእ ኣይክትሞቱን ኢኹም ንዝብል ቃል ወንጌል ንሆ ክምረጹ በቒዖም ማለት እዩ። ዘፍጥረት ሓሙሽተ ፍቕዲ ዕስራን ኣርባዕተን ቀዳማይ ነገስት ምዕራፍ ክልተ ፍቅዲ ዓሰርተ ሰለስተ ወንጌል ዮሃንስ ምዕራፍ ዕስራን ሓደን ፍቅዲ ዕስራን ሰለስተን ዘሎ ቃል እግዚኣብሔር ኣምላኽና ንስኻትኩምን ክንካታተል ንኽእል ማለት እዩ። በረኸት ናይ ጻድቅ ኣቦና ኣብነ ኣረጋዊ ምስ ኩላትና ህዝበ ክርስቲያን ይኹን ኣሜን። ይትባረክ እግዚኣብሔር ኣምላክ ከኣበዊነ ለዘኣብጽሓነ እስከ ዛቲ ሰዓት ኣሜን። ስብሐት ንእግዚኣብሔር ወለወላዲቱ ድንግል ወለመስቀሉ ክቡር ዝተዓኮተ ሰባህ ስሙ ለእግዚኣብሔር ኣምላክነ ወትረ በኩሉ ጊዜ በኩሉ ሰዓት ናይ እዚኣብሔር ኣምላክና ሰላምን ምሕረትን ናይ ኣዴና ኣስማራ ወላዲተ ኣምላክ በረከት ረዲኤትን ናይ ኩሎም ቅዱሳነ መላኢክቲ ቅዱሳነ ነብያት ቅዱሳነ ሃዋርያት ጻድቃን ሰማኢታት በረከት ረዲኤት ኣይፈለየና ኣመን ናይ ጻድቅ ኣብነ ኣረጋዊ በረከት ረዲኤትን ናይ ጻድቅ ኣባ ገብረ ክርስቶስ መርዓውን ናይ ጻድቅ ኣባ ኣጋቶንን ናይ ሃዋርያ ቅዱስ ፍሊጶስን በረከት ረዲኤት ይሓልወና ኣሜን ከምኡ ን ዕለት ዓሰርተ ኣርባዕተ ኩሉ ግዜ ወርሓዊ ዝኽሪ በዓለ ቀብራ ነዲና ኦስማርያ ወላዲተ ኣምላክ እዩ ምክንያቱ ቅዱሳን ሃዋርያት ካብ ሓደ ነሃሰ ክሳብ ዓሰርተው ኣርባዕተ ነሃሰ ጾም ምጾሙ ትኩስ ስጋ ገይሩ ትኩስ ሓዱሽ ኣስከሬን ገይሩ ጎይታ ስለ ዝሃቦም ነዴና ቅድስት ማርያም ወላዲተ ኣምላክ ብዕለት ዓሰርተው ኣርባዕተ ነሃሰ እም ቀቢሮማ ነይሮም ስለዚ ኩሉ ግዜ ዕለት ዓሰርተው ኣርባዕተ መጽሓፈ መቐድመ ተኣምረ ማርያም ከም ዘስተምረና መዓልቲ ቀብራ ምዃኑ ይነግረና ኩሉ ግዜ ጸሎታን ረድኤታን ዝኽራን በረኸታን ይሓልወና ኣሜን እግዚኦ መሃርነ ክርስቶስ ኣቡነ ዘበሰማያት